ሰላም ጤና ሃበለይ ተመልከትና ሎሚ ሓደ መጽሓፍ ክነምርቐው ሰራፊና ኣለና ደራሲ ኣስራት ኣብርሃም እዩ ምልሰት ዓደቦ ብዝብል ታሪክ ዝሓዘለ መጽሓፍ። ብትግርኛ ተጽሒፉ እንሆ ኣንብቡ ኢልና ኣሎ እሞ እቲ መጽሓፍ ክምረቕ እዩ ኣብቲ ምረቓ ታይ ታይ ኣሎ ዝብል ብዓይኒ ካሜራ ዳህሲስና ናባኹም ክነብል ኢና እቲ ደራሲ እውን ክንሓቶ ኢና ብዛዕባ እቲ መጽሓፍ ታይ ታይ ኣሎ ዝብል ከነዋግዕ ኢና ማለት እዩ ካልኦት ኣጋይሽ እውን ክህልውና እዮም ብሓፈሻ ምሳና ተጸኒሕኩም ብዛዕባ ስነ ጽሑፍ ትግርኛ እንዳብጋዕና ጻንሒት ክንገብር ኢና ምሳና ክትጸንሑ ብኽብሪ እየ ዘንግደኩም ሓቢርኩምና ጽንሑ።
ጸሓፍቲ ከመይ ሃም ዝጸሓፍ መጀመርያ ብሓቦቱ ኢልካ ትጽሕፍ ኢኻ ድሕሪኡ እናተምሃርካ ባዕልኻ እናኣረምካ ኢኻ ትኸይድ እና ኣብዚ ዕድመይ እዚ ሕዚ ኣብ ዘለኒ ልምዲ ብትግርኛ ጽሕፍ ሓስብ ተለኹ ሓደ እቲ ኹናት እዩ ባይዘወይ ሃም መበገሲ እቲ ኹናት ከቢድ ዝኾነ ናይ ኣእምሮ ጭንቀት ፈጢሩለይ ነይሩ ስለዚ በቃ ንባዕለይ ኣብ ዝኾነ ነገር ማለት ዝኾነ ነገር ዝሰርሕ ኣለኹ እየ ንምባል እየ ስራሕ ጀሚረዮ ካብኡ ምልሰት ዓዲ ኣቦ ተጀሚሩ እናኸደ እናኸደ እናሃለወ ስውር ሸረር ኣቢሉ ብልህ ኣብ መንገዲ ተወሊዱ ማለት እዩ። ስለዚ እቲ ምልሰት ዓዲ ኣቦ ፀኒሑ ስውር ሸረር ኣቢ ተሓቲሙ ማለት እዩ። ተሓቲሙ ሕዚ ከዓ ግዚኡ ኮይኑ ምልሰት ዓዲ ኣቦ ተሓቲሙ ኣሎ። ምልሰት ዓዲ ኣቦ ካብ ስውር ሸረር ኣቢ ብምንታይ ይፍለይ? ኣብ ትሕዝቶ ኢሉ ይፍለ ኣጸሓሕፋ ሓደ እዩ ሓደ መጽሓፍ እዩ ውን ነይሩ ማለት እዩ ሓደ መጽሓፍ እዩ ነይሩ እና ክልተ እዩ ተኸፊሉ እምበይ ሓደ መጽሓፍ ነይሩ ስውር ሸረረቢ ሞር ምስ ሃይማኖት ተታሒዙ ዝነበሩ ጸገማት እንታይ ይመስሉ ዝብል ዝፍትሽ መጽሓፍ እዩ ነይሩ እዚ ኸዓ ኣብ ስልጣኔ ኣክሱም ማለት ስልጣነ እንበረና ህዝቢ ኢና ምንም ልካሓድ የኮነይ ወለድና ልፃሓፎ እዩ ሐዚ ፈረንጂ የለ ግዛዕ የለ ናፅንዖ ንውዕል ነው ልኣና ግን ሃም ሰብ ቆፂሩ ኣፅንዐልና የብልናይ ሐዚ ምንም የብልናይ ንፅናዕ እኮ እዩ ትፀገም ማለት ስለዚ እንታይ እዩ ናይ ወለድና መበገሲ እኔና እዩ መበገሲ ተዘይህልወካ እውን ምስልጣን ይካኣል እዩ ባይዘወይ ካብ ዜሮ ተላዒሎም ዝሰልጠኑ ህዝቢ ኣለው እዮም። ስልጣነ ዝነበሮም ምዃኖም ኣፅኒዖም ተመሊሶም እንደገና ናብ ስልጣኔ ዝተመለሱ ህዝቢ እውን ኣለው እዮም። ንእስራኤል ንቻይና ገለ ክንጠቅስ ንኽእል ኢና። ስለዚ ስልጣነ ነይሩና። እዚ ስልጣነ እዚ ናይ መን እዩ ነይሩ? ናትና ናይ ወለድና እንተነይሩ ንሕና እንታይ ኮይንና ኢና ናብቲ ከምኡ ዝበለ ስልጣኔ ክህልወና ክነርኢ ዘይከኣልና? ብሱርኻ ንኽእል ዲና ንሓዋሩ እውን ልብል ነገር ልፍትሽ እዩ። መጽሓፍ ምልሰት ዓደቦ ከም ትፈልጥዎ ካብ ስሙ ኽልተ ነገራት ተረዲኤ። ብፊዚካልን ሜንታሊን ምምላስ ከም ዝኾነ ትርጉም መጽሓፍ ምልሰት ዓድ ኣቦ እቲ ኣውተር እውን ኣስራት ኣብርሃም እውን እማርያውን ፍካርያውን እናበለ እዩ ዘቕምጦም ኣክቹዋሊ ኣብተን ናይ ግእዝ ቃላት እውን ሕጽር ስለ ዝብለንስ እናተርጎምካ ኣቕምጠልና ካብ ዝብሉ ሪኮመንዴሽናት ካብ መጀመርያ ጀሚረ ሎሚ ለርኒንግ ሳይንስ ዝብሃል ኣሎ ቅድሚ ንዝኾነ ሰብ ክተምህሮ ምሕሳብካስ ዓቕሚ ክህልወካ ግድን እዩ ግን ከመይ ከም ዝምሃር እውን ምፍላጥ ማለት እማርያውን ፍካርያውን ትርጉም እዩ እቲ ምልሰት ዓደቦ ትርጉም ሒዙ ረኺበዮ ናብ ጥንታዊን ታሪኻውን ርስትና ዝኾነት ኣክሱማይት ኪንግደም ምምላስ ዝብል እዙይ ፊዚካሊ ምምላስ ወይ ከዓነ ብኣካለ ስጋ ምምላስ ዝብል ጥምር ብዝበለ ህይወዮ ከም ካብቲ መጽሓፍ ምስ ተረዳእኹ፣ ፍካርያዊ እውን ብእምነትን ብኢንተለክቹዋልን ወይም ደሞ ብፍልስፍናታትን፣ ብኣተሓሳስባ፣ ብባህሊ፣ ኣጠቃላይ እዚኣቶም ሒዙ፣ ኣክቹዋሊ ካብቶም ታሪኻትና ብጣዕሚ ብዙሓት ክንመሃረሎም ዝግበእና ጥበባት፣ ነይሮም እዮም እስቲል እንተነዘመኖም እስቲል ተንከባኺብና እንተንመሃረሎም ብዙሓት ነገር ከሳግሩና ዝኽእሉ ነገራት ነይሮም እዮም ኢለ እየ ዝሓስብ።
ንኣስራት ሓወይ እውን እንኳዕ ኣፈፀመካ ናብ ሻሙናይ መፅሓፍካ ክብል እፎቱ። እዛ ምልሰት ዓደቦ ትብል መፅሓፍ ሰለሳን ክልተን ምዕራፍ ኣለዋ። ካብ ስልጣነ እንታይ እዩ ካብ ዝብል ጀሚሩ፣ ናይ ኣኽሱም ስልጣነ ብኸመይ ወዲቑ፣ ናይ ኣኽሱም ስልጣነ በዓል ዋና መን እዩ፣ ኣብ ውድቀት ኣኽሱም ፅልዋ ዝነበሮም በዓል መን እዮም፣ ሕዚኸ ምልሰት ክንብል ከለና ምልሰት እንታይ ማለት እዩ፣ ክንምለስ ከለና ብኸመይ ኢና ክንምለስ ዘለና ዝብል ክሳብ ፍኖተ ካርታ ብሕጽር ብዝበለ ከም መበገሲ ፖይንት ብዝኸውን ኣብዛ መጽሓፍ ንምክታት ፈቲኑ እዩ። ቤዚካሊ ናይ ኣክሱም ስልጣነ ክንብል ከለና እቲ ምድረ ኣክሱም ዝነበሮ ስልጣነ እምበር እዛ ናይ ኣክሱማይት ሲቪላይዜሽን ትበሃል ፐሬድ ጥራሕ ኣይኮነትን። ቅድሚ ኣክሱም ኣብቲ ናይ ኣክሱም መሬት ኣብ ናይ ምድሪ ግእዝ ዝተፈላለዩ ስልጣነታት ነይሮም እዮም። ካብ ማይተረኩሩካ ኣብ ሽረ ጀሚሩ ኣብ እንደርታም ኣብ መዝብር ኣብ ኣብ ዝተፈላለዩ ኮታስ ኣብ መላእ ትግራይ ዝተፈላለዩ ስልጣነታት ነይሮም እዮም። እታ ናይ ኣክሱማይት ሲቪላይዜሽን ንብሎ ዘለና ኣብ ምድሪ ኣክሱም ኣብ ምድሪ ግእዝ ዝነበረ ስልጣነ እምበር እታ ናይ ኣክሱማይት ሲቪላይዜሽን ትብል ጥራሕ ከም ዘይኮነት ከም ኖት ክትተሓዘለይ ኣብ ቋንቋ ግእዝ ኣስራት ክጠቕሶም ከሎ ዝረኣዩ ጸገማት፣ ሓደ ግእዝ ካብ ሳባ መጺኡ ዝብል ሓሳብ፣ ካልኣይ ኣብ መንጎ ግእዝን ትግርኛን ዝተፈላለዩ፣ ብጣዕሚ ዝተፈላለዩ ጌርካ ምሕሳብ፣ ሳልሳይ ናቲ ዋና ጸገም ግእዝ ናይ ቤተክርስትያን ቋንቋ ጥራሕ ጌርካ ምሕሳብ፣ ራብዓይ ቋንቋ ግእዝ ብናይ ኣምሓርኛ ቋንቋ ባህርን ኣናብባን ኣጠቓቕማን ምጥቃም። ንኣብነት እዞም ድምፀታት ዐ፣ ሐ ገለ ዝብሉ ቃላት ኣብ ኣምሓርኛ ስለዘየለዉ ኣብ ግእዝ እውን ከምዘየለዉ ገይርካ ምጥቃም። ንኣብነት ክልተ ፀ፣ ሰለስተ ሃ። ገለ ዝበሃሉ ኣብ ግእዝ ከም ዘለዉ ጌርካ ምጥቃም እቲ ሓደ ጌጋ እዩ። ንኣብነት ኣብ ትግርኛ ፀ ኣሎ ጨ ኣሎ። ማይጨው፣ ማይጨሎት ገለ ይበሃል ኣብ ትግራይ ሓቀይ? በቲ ናይ ግእዝ ኣፀሓሕፍኡ እታ ፀ ፀሎት እትበሃል እያ ትፀሓፍ። ንሳ ኦርጅናሊ ድምፀታ ኣብ ትግራይ ንረኽቦ ጨ ዝብል ድምፂ እዩ። እቲ ትኽክለኛ ድምፁ ንሱ እዩ። ነገር ግን ኣብ። እዚ ዓዲ እዚ ብዙሕ ስለ ዘይተለምደ ብናይ ትግእዝን ብናይ ኣምሓርኛ ኣገባብ ስለ ዝተቃነየ እዞም ድምጸት ዐ፣ ሐ፣ ኸ፣ ሸ ዝብሉ እቲ ሰ ንጉስ ከም ሸ ይድመጽ፣ እዛ ብዙሃንሃ ትበሃል ወይ ሃይለስላሴውሃ ትበሃል ከም ኸ ትድመጽ፣ ሃመርውሃ ዝበሃል ሐ ዝድመጽ እዚኣቶም እቲ ግእዝ ብናይ ኣምሓርኛ ባህርይ ኣናብባ ኣጠቃቅማ ምጥቃም ኣብቶም ኣብ ግእዝ ካብ ዝረኣዩ ስሕተታት እዮም። ካልኣይ ካብ ግእዝ ዝረኸብናዮ እቲ ሓደ ዓብዪ ትሩፋት ናይ ቁፅሪ ኣጠቓቕማ እዩ። ካብቶም ነባራት ቋንቋታት ዝበሃሉ እቲ ጠንካራ ቋንቋ ግእዝ ምንባሩ ሓደ ናይ ባዕሉ ቁፅሪ፣ ናይ ባዕሉ ቅርፀ ፊደል፣ ናይ ባዕሉ ንኹለን ፊደላት ዝተፈላለየ ድምፂ ዘለዎ ቋንቋ ምዃኑ እዩ። ካብ ግእዝ ካብቶም ዝረኸብናዮም ሳልሳይ ነገራት፣ ዝወረስናዮም ዓበይቲ ውርሻታት ሓደ ኣቆጻጽራ ሰዓት እዩ። ኣቆጻጽራ ሰዓት ብግእዝ ጥራሕ ዘይኮነ እቲ ንሕና ንጥቀመሉ ዘለና ሕዚ ሐሳበ ቀመር ዋላ ካብ ደገ ዝመጸ ይኹን ኣብ ትግራይ ግን ብጣዕሚ ዝተመራመርሉን ዘስፍሕዎን እዩ። ንኣብነት እዚ ባህረ ሐሳብ ዝበሃል ኣብ ትግራይ ካብቶም ብጣዕሚ ካብቶም ሰብ ዋና ንላዕሊ ምርምር ዝተኻየደሉ ኢሉ እውን ነናይ ባዕሎም እተን ዓበይቲ ገዳማት ናይ ትግራይ ነናይ ባዕለን ዝኾነ ናይ ፍልስፍና ማእከላት ስለ ዝነበረን ነናይ ባዕለን ዝኾነ ናይ ኣቆፃፅራ መንገዲ ዝወሰኻሉ

እንድሕር ይጠቅም ኮይኑ ረኺብናዮ ከምቲ መጀመርያ ዝበልክዎ ይጠቅም ኮይኑ እንድሕር ረኺብናዮስ ከመይ ጌርና ነልዕሎ ኣክቹዋሊ ስልጣነ ብብዙሓት ሪፈረንስ ከም ዘእተዎ መምህር ኣስራት እውን ክመውት ወይ ክጠፍእ ይኽእል እዩ ክቀህም ይኽእል እዩ ሓድሓደ ግዘ ግን በቶም ነቲ ሳይንስ ነቶም ታሪክ ነቶም ንሰነቶም ዝተረድኦም ሰባት ከዓ ሪቦርን ክገብር ይኽእል እዩ እና እንድሕር ክገብር ኮይኑ፣ ጠቓሚ ኮይኑ እንድሕር ረኺብናዮኸ? ኣብዚ ዘለናሉ ዳይናሚክ ዝኾነ ኢንቫይሮመንት ኮይና ከመይ ኢሉ ዳግማይ ክትስእ ይኽእል ብሰፊሕ መምህር ኣስራት ኣብቲ መጽሓፉ ዳህሲሱ እዩ ማለት እዩ።
ኣስራት ኣብርሃም እንኳዕ ተጋነና ብጣዕሚ እዩ ደስ ኢልኒ እንኳዕ ለደስ በለካ መፅሓፍካ መሪቅካ ኣለካ ሎም መዓልቲ። ኣነ ውን እንኳዕ ኣብዚ ፕሮግራም ስለ ዝተኻየደ ብጣዕሚ እየ ተሓጒሰ ክብረት ይሃበልና ይሀብልናል። ምልሰት ዓደቦ ትንሳኤ ኣኽሱማዊ ስልጣነ ዘብሄረ ኣግኣዚ ብልብል መጽሓፍ ሐቲምካ ኣለኻ እዚኣ ሻሙነይቲ መጽሓፍኻ እያ ሽዱሽተ መጽሓፍቲ ኣምሓርኛ ከምዝጸሓፍኻ ይፈልጥ እየ ብኣምሓርኛ ቋንቋ ማለት እዩ ሻብዐይትን እዚኣ ሻምነይትን ድማ ብትግርኛ ኢኻ ጽሒፍካ እሞ ብትግርኛ ስለ ዝጸሓፍካ ብጣዕሚ እዩ ደስ ኢልኒ ብፍላይ ከምዚ ዓይነት ታሪክ ዝሓዙ ስራሕቲ ብትግርኛ ጽሒፍካ ናብ ማሕበረሰብ ምቕራብ ረብሕኡ እንታይ ኢኻ ክትብል ትኽእል ምስ ሃገር እውን ተተሓሒዙ ስልጣነ ኣኽሱም ክነልዕል ከለና ብራኸ ኢትዮጵያና ኢልና ክነልዕል ስልጣን ኣክሱም ልዒሉ ነይሩ ድሓር ግን ወሪዱ ልብል ኣለዎ ኣብቲ ታሪክ ኣብቲ መፅሓፍቲ እውን ስለዚ እዚ ታይ እዩ ከምህረና ልኽእል ብፍላይ ምስ ናይ ታሪክ ኣታሒዝኻ ትብለና ነገር ተሃልዩ። ማለት ዓቕሚ፣ ጉልበት፣ ግዘ፣ ኩሉ ነገር ዘለዎ ሰብ ብዝሓሸ መንገዲ ንኽጽሕፍ ጻውዒት ንምግባር እዩ ኣነ ጽሒፈዮ። መበገሲኡ ብዛዕባ ኣኽሱም ዝጽሕፍሲ ባይ ዘ ወይ ናይ ክልተ ሽሕ ዓመት ታሪኽ ብዙሕ ታሪኽ ዘለዎ ነገስታት ዝሓለፍዎ ስልጣነ ዝነበሮ ባህሊ ዘለዎ ታሪኽ ዝነበሮ ስለ ዝኾነ ብርክት ዝበሉ ብጣዕሚ ዓበይቲ ሓያሎ ምርምራት ተገይርሉ ዝጸሓፈ ኣሎ ኢለ እየ ዝኣምን። ስለዚ ናተይ ከም መንቁሒ ክትወስድዮ ምክንያቱ ብግለ እየ ገንዘብ ንኣብነት እዚ ክትሰርሒ ሰለስተ ኣርባዕተ ዓመት ግዳይ ክኮኖ ሰለስተ ኣርባዕተ ዓመት ግን ብምርምር ፈንድ ሒዝካ ሰባት እውን ሓደ ሰብ ዘይኮነስ ሰለስተ ኣርባዕተ ሰብ ምሁራት ብሓደ ብግሩፕ ኮይኖም ካጽንዕዎ ክመራመርዎ ዝግባእ ስራሕ እዩ ማለት እቲ ኤርያ ማለት እቲ ናይ ኣክሱም ስልጣነ ስለዚ ኣነ ናይ መንቋሕ ስራሕ እየ ሰሪሐ ኢለ ዝሓስብ ሰብሲ ዝሓሸ ኣብዚ ጉዳይ እዚ ክሓስብ ከውግዕ ክመራመር፣ ክጽሕፍ፣ ክካታዕ ዕድል ዶኾን ይፈጥር ብዝብል ብግለይ ዝወሰድኩዎ ተበግሶ እዩ። ከምቲ ዝሓስቦ ዘለኹ ክኸውን ተስፋ እገብር ማለት እዩ። እንታይ ዓይነት መጽሓፍቲ ክጸሓፉ ተለዉ ታሪክ ካብ ወለዶ ናብ ወለዶ ንምቅብባል እውን ክጥዕም ምእንታ እዩ። ታሪካ እናፈለጥኻ ታሪካ ድማ እናተቐባበልካ ምኻድ እዩ እሞ፣ ምናልባሽ እዚ ናይ ምንባብ ባህልና እውን ክብ ምእንታ ክብል እግረ መንገዱ ብፍላይ ኣብ ስነ ፅሑፍ ክነጥፉ ልደልዩስ መናእሰያት ናይ ምባእ ዓቕሞም እውን ከብ ከብሉ እሞ ናይ ባዕሎም እጃም ከወፍዩ ምእንታ ላፍቲ ንነበርናዮ ስልጣነ እውን ንምምፃእ ንመናእሰይ መንበብቲ ክፅሕፉ ልደልዩ ሰባት ታይ ኢኻ ክክትቦም ትኽእል? እቲ ናይ ኣኽሱም ስልጣኔ ባዕልናይ ኣለዎ እዩ። ባዕልናይ እቶም በዓል ናይ ንባዕሎም ሓደ ሓደ ግዜ ኣክሱማውያን ኢሎም ይጽውዑ ነይሮም፣ ሓደ ሓደ ግዜ ኣግኣዝያን ወይ ብሄር ኣግኣዚ ኢሎም ይጽውዑ ነይሮም፣ ሓደ ሓደ ግዜ ከኣ ሓበሻ ተባሂላ ስፍሕ ክብል ከለዋ ሓበሻ ኮይኑ ይብል። ዓለም ኣይበጺሓ ከም ዘላ ሕዚ ንኣብነት ኣብዚ ናይ ቀረባ ነይሩ ናይ እስራኤል ናይ ኢራን ውግእ እዎዶ እቲ ንሕና ኣለና ንብሎ ጀግንነት ክላሽን ሒዝካ ምትኳስ ሃምዘይ ኣያዋጻይ እዩ ምክንያቱም ቴክኖሊ እዮም ተዋጊኦም ንሕና ዝኔናዮ ኣብ ዘመን እንእኒ ኢና ስለዚ እቲ ኣለና ንብሎ ስልጣን ይኹን ፍልጠት ብቴክኖሎጂ ብሳይንስ ብሶፍት ፓወር ተዘይ ተደጊፉ ኩሉ ሻዕ እዚ ሃርድ ፓወር ጥራሕ ምስ ቴክኖሎጂ ምትሓዝካ ሊካ እናነበርካ ምዕዋት ዝኾነ ዓላማሲ እናነበርካ ክተዕውቶ ክትሓስብ ኣለካ እታ መስዋእትነት ብዝተሓተ እዚ ካዓ ሓሳብ ተታዕጢቅካ እዩ ቴክኖሎጂ ተታዕጢቅካ እዩ ዓላማካ እንተነፂርካ እዩ ብሉፃት እንተመሪሖምካ እዩ ባይዘወይ ኣፐር ሃንድ ናይቲ ሶሳይቲ ኮን ኖረስ እቲ ዝሓሸ ርእሲ ለሎ እዩዎ ዶ ኣብቲ ናትና ማሕበረሰብ እቲ ዝሓሸ ርእሲ ለሎ ዘይኮነስ እቲ ዝሓሸ ኔትወርክን እቲ ዝሓሸ ብዝኾነ ነገር ዘሎ እቲ ምትእስሳር ለለዎ እዩ ስለዚ ሓደ ሶሳይቲ ባይ ዝወድቐ ምዃኑ ሓደ ምልክቱ እንታይ እዩ? ዘይረብሑ ሰባት ኣብ ላዕሊ ጸብለል ዝብሉ እንተለዉ እዩ። ስለዚ ጸብለል ክብል ዝግብኦ ዓቐም ዘለዎ ክኾን ኣለዎ። ዓቐም ዘለዎም ሰባት ንቕድሚት ዘምጽእ ስርዓት፣ መን ስሙ ባህሊ፣ ኣካይዳ ክህልወና ኣለዎ። ብብሉጽ ሓሳብ ክትምራሕ ኣለካ ማለት እዩ። ብብሉጽ ሓሳብ እንተተመሪሕካ ብሉጽ ማሕበረሰብ ትኸውን ኢኻ ማለት እዩ። ስለዚ ብሉጽነት ናምጽእ ኣለና ኢሉ መወዳእታ እቲ መጽሓፍ። ብሉጽነት ኣምጽእ ኣለካ ኩሉ ኣብ ምንታይ? ኣብ መንፈሳውነት፣ ኣብ ኢኮኖሚ፣ ኣብ ፖለቲካ፣ ኣብ ምሕደራ፣ ኣብ ኣብ ኩሉ ዓይነት ፊልድ ኣብ ትምህርቲ ኣብ ፈጠራ ብሉጽነት ክነምጽእ ኣለና ብሉጻት ናበዝሑ ተኾይኖም እንታይ ይኸውን ሶሳይቲ ሶሳይቲ ብሉጽ ማሕበረሰብ ይኸውን ማለት እዩ ኣብ ኢትዮጵያ ሚእቲ ዕስራ ሚልዮን እናሃለወ ኣብ ካብ ዓሰርተ ሽሕ ላዕሊ ዕስራ ሽሕ ላዕሊ መጽሓፍ ኣይሽወጥ እና ኣብ ምንባብ ብጣዕሚ ድሕረት ዘሎ ሕብረተሰብ እዩ ለያንም ብሕብረተሰብ ከዓ ፍልጠት ኣይረኽብይ ፍልጠት ለይረክብ ሕብረተሰብ ከዓ ክመሓየሽ ክልወጥ ምስ ዓለም ክኸይድ

ኣተንሽን ስፓንና ብጣዕሚ እያ ንኢሳ ሕድሕድ ነገር ጀስት ናይ ሰከንድስ ጥራሕ እምበር ንነዊሕ ግዜ ፎከስድ ኮይና ጸኒሕና ኣንቢብና ናብ ውሽጢ ዴብዝ ኣቲና ንምስራሕ ብዙሕ ዝዕድም ኣይኮነን እዮ ናይቶም ሶሻል ሚዲያታት ውጽኢት እውን እዩ ኣቴንሽን ስፓንና በዛ ናይ ቲክቶክ ሬንጅ እያ ኮይና ዘላ ሕዚ ካብኣ ዝሓለፈት ሰብ ብዙሕ እንታይ ይበሃል የብሉን ናይ ምርምር ስራሕ ንምስራሕ ብጣዕሚ መድከማይ ግዜ ዝወስድ በተለይ ከኣ ብናትና ቋንቋ ክኸውን ከሎ ብዙሕ ሪፈረንስ ኣይትረኽበሉን መጽሓፍ ደሊኻ ብዙሕ ኣይትረኽቢ በተለይ ከኣ እዞም ኣብ ግእዝ ኣብ ጥንታውያን ስራሕቲ ፎከስ ጌርካ ክተጽንዕ ከለኻ ብኣካል ከይድካ ትረኽቦም መጽሓፍቲ እዮም መብዛሕትኦም ብማይክሮ ፊልም ዘይተቐድሑ መጽሓፍቲ ብዙሓትም ስለ ዘለውናና ብጣዕሚ ብዙሕ ድኻም ኣለዎ ኣስራት ነዊሕ እዋን እዩ ነዊሕ ዓመታት እዩ ደኺምሉ እዚ መጽሓፍ እዚ ሰብ ብሓንቲ ተጠሪዛ ከምዚኣ ክልተ ሚእትን ሓምሳን ገጽ ኮይና ክሪኣ ከሎ ብዙሕ ዝተዳኽማ ይመስሎ እዩ። ሓንቲ ገጽ ካብ ብዙሓት መጽሓፍቲ ተወጻጺኣ እያ ትጽሓፍ እና ሰብ ንኽጽሕፍ ዝኹሉ እንድሕር ደኺሙ ኣነ ኣብ ውሽጢ ክልተ መዓልቲ ኣንቢበ ንኽውድኣ እንታይ እዩ ዝሕዘኒ ዝብል ኩላትና ንባዕልና ክንጥይቕ ኣለና። በተለይ ከም ማሕበረሰብ ናይ ምንባብ ብጣዕሚ ድሑር ዝኾነ ባህሊ ነይርና። ናይ ምንባብ ልዑል ብርኪ በፂሕሉ ዝነበረ ኣብ ሃገርና ኣብዚ ስሳታት፣ ሰብዓታት፣ ሰማንያታት ከባቢ ምንባብ ፋሽን እዩ ነይሩ። ሕዚ ምንባብ ሰብ ነንእሽተይ ምንቕቓሕ ጀሚሩ ኣለና። ኣብ ምንቕቓሕ እዚኣ ከም ዓባይ ኣበርክቶ ክትከውን ትኽእል እያ ኢለ እየ ዝሓስብ። ኣስራት ከም ሓንቲ ዓባይ ውህብቶ እዩ ሂቡና ዘሎ። ንኣስራት እውን ብጣዕሚ ከመስግኖ እደሊ። ስነ ፅሑፍ ትግርኛ ይዓቢ፣
ካብ ብተወሳኺ ድማ ብዛዕባ ትግራይ እቲ መንበባይ እቲ ኦድየንስ ትግራዋይ እንድሕር ኮይኑ በቲ ቋንቋ ኣደ በቲ ልርድኦ ናደዋኡ ቋንቋ እንድሕር ተፅሒፉ በልበለፀ ብስነ ልሳን ክልሰ ሓሳብ ኩሉ ነገር ብቋንቋ ኣደ ልርደእካ መንገደ ይርደእካ እቲ ካልኣይ ቋንቋኻ ኣምሓርኛ ድዩ እንግሊዝኛ ድዩ ጣልያንኛ ድዩ ስለዚ ብትግርኛ ምፅሓፉ ሓደ ኩላ ኣደ ትግራይ ኣንቢባስ ክትርድኦ እያ ማለት እዩ ኣምሓርኛ ደይትፈልጥ ትግራዊ ተላ ኣሎ ስለዚ ብትግርኛ ምጽሓፉ እቲ ቋንቋ ይዓቢ እቲ ማሕበረሰብ ድማ ንክርዳእ ዓብይ ምክንያት ይኮን ማለት እዩ ስለዚ ዓብይ ኣርኣያ እዩ እዚ ብዙሕ ግዜ ታሪክ ይኩን ባህሊ ቋንቋ ተጋሩ ብጀርመንኛ ጣልያንኛ ንፍላይ ድማ ብፈረንስኛ ብስፐይን ዓረብኛ ካልኦት ቋንቋታት ወጻኢ እዩ እቲ ልበዝሕ ታሪክና ተጽሒፉ። ብጣዕሚ ብዙሕ ማለት እዩ ካብ ተወሳኺ ብምሓርኛ እዩ ስለዚ ባህሊ ቋንቋ ተጋሩ ብትግርኛ ትፅሓፍ ተሎ ድማ ብናይ ባዕሎም ቋንቋ በቲ ታሪክ ተሰርሐሉ ቋንቋ ትፅሓፍ ተሎ እቲ ማሕበረሰብ ይርድኦ ቋንቋ ድማ ይዓቢ እቲ ፀሓፋይ ድማ እንድሕር ትግራዋይ ኮይኑ ክፅሕፎ ልኽእል ከረድእሉ ልኽእል መንገዲ ብቲ መጀመርያ ናብዛ ዓለም መጺኡስ ቋንቋ ኣደ ምስታ ዓለም ዝተፋለጠሉ ቋንቋ እንድሕር ጽሒፉ እዩ ብደንቢ ክገልጽ ዝኽእል ዝኾነ ይኹን ሰብ ብናይ ቋንቋ ቴዮሪ ማለት እዩ። ስለዚ ብዙሓት በረከታት ኣለዎ ማለት እዩ። ካብቲ ርእሲ ምልሰት ዓደቦ ምስቲ ብዛዕባ ናይ ኣኽሱም ታሪክ ስለ ልዝንቱ ኣብ ግዜ ቦታ ብድሕሪት ክትምለስ ኣይትኽእልይ ብሓሳብ ኢኻ ክትምለስ ሕድሕድ ስልጣኔ ናይ ባዕሉ ናይ ግዜ መንፈስ እኔዎ። ስልጣኔታት ኩሉ ልኾነ ይኹን ኩሉ ሓፊሉ ሲወድቕ እዩ ክሳብ መወዳእታ ልወፅእ ልኾነ ይኹን ነገር የለይ እምኒ ላብ ሰማይ ተደብሪኽስ ብፕሮጀክታይል ማሽን ሞሽን ፍሪ ፎል እዩ ልወድቕ ልኾነ ይኹን ነገር ኮንሲስተንትሊ ክሻዕ መወዳእታ ክኸድ ልኽእል ነገር የለይ ሰው ትክክለኛ መንገዲ ግን ምዕባይ ኣሎ ካብ ምውዳቕ እኒኦ ኣብ መሬት ተለይ ዘበጥኺ ምምላስ ወዲያው እዩ ስለዚ ሓፍበጠቕ እዩ ናይ ህይወት ትርጉም ስለዚ ኣክሱም ስልጣኔ ክወድቕ ግዴታ ነይሩ ማለት እየ ብቲ ናይ ተፈጥሮ ሕጊ ለውደቕዎም ብዙሓት ምክንያታት ነይሮም ክኾኑ ይኽእሉ እዮም ሕዚ ስልጣኔ ኣክሱም ተጋሩ ይኹኑ ኢትዮጵያውያን ኣብ ዓለም ካብቶም ኣርባዕተ ሓያላን መንግስታት ፐርዥያ ታሕዚ ኢራን ንብላ ቻይና ሮማ ኣክሱም እየን ነይረን ኣብ ዓለም ሕዚ ከምዚ ኣመሪካ ቻይና ጀርመን ጃፓን ንብሎ ማለት እዩ ስለዚ ኣብቲ ክላይማክስ ፖይንት ኦፍ ናይ ተጋሩ ሲቪላይዜሽን ነብረሉ ኣክሱም እዩ ቅድሚኡ እውን ድሕሪኡ እውን ከም ናይ ኣክሱም ስልጣኔ ልዕልና ኣይነበረናይ የብልናይ ስለዚ መልሰት ዓደቦትን እንተለና ዓደቦናስ ኣክሱም እዩ ታሪኽና እዩ መሰረትና እዩ ላብኡ ክንምለስ ተለና እንታይ ማለት እዩ ላፍቲ ታይ መንፈስ እሱ ከይድና ልድሕሪት ተንደርዲርና ሲ ንቕድሚት ምእንታን ክንውርወር እዩ ንቕድሚት ምእንታን በይል ድሕሪት ክንምለስ ኣይንኽእል እዩ ባይጎን ኢዝ ባይጎን ትማሊ ትማሊ እዩ ትማሊ ናጋ ክኾነ ይኽእል እዩ ግን ካብ ትማሊ ትመሃር ኢኻ

ብደራሲ ኣስራት ኣብርሃም ወይ ድማ ኣስራተ ጽዮን ዝተጽሓፈት መጽሓፍ እያ እታ መጽሓፍ ትርእይዋ ኣለኹም ብጣዕሚ እያ ኣነ ፎትየያ ልተወሰነ እውን ከፍ ኢልና ከንብብ ክቐልዕ እውን ሞኪረ እየ ጽቡቕ ጽሑፍ ምዃኑ እየ ኣነ ተረዲኤ ኣለኹ ንኣስራት እውን እንኳዕ ደስ በለካ ብምባል ዝነበረና ጻንሒት ርኢኹምዎ ኢኹም እንታይ ማለት እዩ ብዛዕባ ሃገርካ ምፍላጥ ብፍላይ ድማ ከምዚ ዓይነት ታሪክ ዘለዎ መጽሓፍቲ ክጽሓፍ ተሎ ሪሰርች ወይ ድማ መጽናዕቲ የድልዮ እዩ መጽናዕቲ መድከሚ እዩ ብዙሓት ነገራት ክተንብብ ብዙሓት ነገራት ክተገላብጥ ይዕድመካ የገድደካ ግን ድማ ሒዝኻዮ መጺኻ ፍሩኡ ትርኢ ከለኻ ድማ ከመይ ደስ ከም ልብል ካብቲ ነበረና ጻንሒት ካብቲ ነበረና ናይ ምርቓ ድራራት እውን ተኻታቲልኩሞ ኢኹም ኢለ ተስፋ ይገብር ኣጋይሽና እውን ኩሎም የመስግኖም ብስምኹም ማለት እዩ እዚ መደብ ኣዳልየ ናባኹም ዘቕረብኩልኩም ትቕደም እንደሻው እየ ነይረ ብወገን ካቤራ ድማ ኣንተነህ ሓቢሩኒ ጸኒሑ ነይሩ ንሎሚ ኣብዚ እየ ክሰናበተኩም ጸሓፍትና እውን ክትጽሕፉ ትደልዩ እውን ሰስኑልና በርቱዕና ኣጀኹም ሰጉሙ ክንብል ይፈቱ